ዛንታ ኣንብያ ሎም መዓልቲ ክንጅምር ኢና ኢልና ቆጸራ ሂብና ቀዳማይ ነገር ቅድሚ ኣብዚ ነገር እዚ ምጅማርና ቅድሚ ኣብዚ ነገር እዚ ምእታውና ብዛዕባ ኣንብያ ክትዛረብ ተኾንካ ናይ ግድን ይኸውን በቲ ኣወል ነቢ ክትዛረብ ማለት እዩ እሱ ድማ ኣቦና ኣደም ዓለይሂ ሰላም ክኸውን ከሎ ግን ንግደድ ቀዳማይ ሰብ ተፈጠረ ኣብዛ ዓለም ኣቦና ኣደም ስለ ዝኾነ ኣፋጣጥራ ናይ ወዲ ሰብ ክንዛረብ ማለት እዩ እዛ ሎም መዓልቲ እዚኣ ብዛዕባ ቀሰሰል ኣንብያ ክንጅምር እንድሕር ኮይንና ንዛረባ ዘረባ ናይ ግድን ኸውን ናይ ኣቦና ኣደም ቅድም ክንፈልጥ ድሕር ናቱ ክንፈልጥ ኮይንና ድማ ከመይ ገይሩ ኢሱ ተፈጢሩ ንክንፈልጥ ናይ ግድን ይኸውን ማለት እዩ። ስለዚ ናይ ኣቦና ኣደም ከመይ ገይሩ ተፈጢሩ እንድሕር ክንፈልጥ ኮይንና ወዲ ሰብ ከመይ ገይሩ ናብዛ ዓለም መፅኡ ምፍላጥ ማለት እዩ። ሎም መዓልቲ ደርሲ ኣብቲ ናቱ ቅሳ ብዙሕ ከይኣተና እንታይ እዩ መጀመርታ ተፈጢሩ ኣብዛ ዓለም ቅድሚ ኣቦና ኣደም ከሙኸ ካልኣት ፍጡራት ነይሮም ድዮም ቅድሜና እንታይ ኢሉ ከረቢ ብዛዕብኦም ነጊርና እዚ ንክንፈልጥ ናይ ግድን ይኸውን እንተ ግዜና ፈቂዱ ኣብ ቅሶ ናይ ኣቦና ኣድም ክንኣቱ ኮይና እንተ እቲ ግዜ ሓጺሩ ድማ ኣብዛ ዓለም እዚ ከመይ ገይሩ ጀሚሩ ንምፍላጥ ብኡ ክንጅምር ኢና ማለት እዩ ንምንታይ ቀሰሰል ኣንብያ መሪጽና እንድሕር ኢልና እቶም ድበለጹ ድተመረጹ ፍጡራት ደቂ ሰብ ኣብዛ ዓለም ኣብዛ መሬት እዚኣ ድንቀሳቀሱ ድነበሩ ረቢ ድመረጾም መን እዮም እንተ ኢልና እሳቶም ከኣ እቶም ልኡኻት ናይ ረቢ ነብያትን ረሱላትን ኩሎም እሶም እዮም ማለት እዩ ስለዚ ካብኣቶም መገዲ ምውጻእ ክንደይ ኡመም ቅድሜና ዝነበሩ ጠፊኦም ከምእ ውን እቶም ሩሱል ነብያትን ሙበሽሪን ወሙንዝሪን ረቢ ስለ ዝሰደዶም እቲ ናቶም ቀሰስ ከኣ ኣሕሰነል ቀሰስ ኢሉ ስለ ረቢ ዝጸወዖ ንሕና ናይ ግዲ ንኸውን ናይ ሃዋሁ ልቢ ወለድ ደይኮነ እንታይ ደኣ ናይ ረቢ ቃል ተረከበ ነገር ከም ብዓይንካ ትሪኦ ዘለካ ገሩ ስለ ዝገለጸልና እዚ ቀሰሰል ኣንብያ ክንጅምር ኢና እዚ ክንጅምር ከለና ድማ ንረቢ ንልምን ዕድመን ጥዕናን ክበና እሱ ድማ እቲ ቀሰስቲ ክንውድኦ ዕስራን ሓሙሽተን ነቢ ኣብ ቁርን ተዘኪሮም ዘለዉ

ደውረድናልካ ነብዩና ሙሓመድ ሰለላሁ ዓለይሂ ወሰለም። ኣብዚ እዋን እዚ ደለናዮ ንርኢ ህዝቢ ዓለም ብናይ ልበ ሃዋሁ ድተጻሓፈ ቐሰስ ብጣዕሚ ታእቲራት ይገብረሎም ኣብ ሂወቶም ክንደይ ሰባት ኣለው ንዑኡ ክከታተሉ ይጎዩ ክንደይ ሰባት ኣለው ኣፍላም ናይ ሃዋሁ ልቢ ወለድ ተጻሓፈ ሪኦም ይበኽዩ ክንደይ ሰባት ኣለው ንኸምዚ ድኣምሰለ ኣፍላም ሪኦም ይፈርሁ ወይ ይደፍሩ ወይ ድማ እቶም ኣብኡ ተጻወቱ ነዚ ፍልምዚ ከም ኣብነት ገይሮም ወሲዶም ኣብዛ ዓለምዚ ድነብሩ ላኪን ንሕና ንዛረቦ ዘለና ኣፍበል

ኣላሁ ጀለ ጀላሉሁ እዚ ቁርኣንዚ ምልኣኹ ንዓና እንታይ ገይርልና ማለት እዩ? ኣሕሰነል ቀሰሲ ኮይኑ ረቢ ይገልጸልና ኣሎ። ቅድሚ እዚ ነገርዚ ምውራዱ ከኣ ሓንቲ ነገር ንፈልጦ ኣይነበርናን። ብዛዕባ ቀሰስ ክንዛረብ ከለና ብተፋሲል ብተንተና ክንዛረብ ኢና ከምቲ ቁርኣን ድመጸና ከምኡውን ከምቲ ሱና ናይ ነብዩና ሙሓመድ ሰለላሁ ዓለይሂ ወሰለም ኣሳሒሕ ድኾነ ከነብጽሕ ኢና ከምኡ ከኣ ኣብ ታሪኽ ተረኸበ ቅድሚ ሕጂ በቶም ካልኣት ኡመም ድመጸና ብዛዕባኡ ክንዛረብ እንድሕር ድኣ ደይጋጮ ኮይኑ ምስቲ ቁርኣንና ወይ ከኣ ምስቲ ሱና ነብዩና ሰለላሁ ዓለይሂ ወሰለም

ንዓኻ ንምንታይ እዩ ዕብራ ኣብነት ትምህርቲ ክትወስድ ካብኡ እዩ ግን ንመን እዚ ሊኡል ኣልባብ ነቶም ሓንጎሎም ደስርሑ ሰባት ልቦም ከፊቶም ዓይኖም ከፊቶም ሓንጎሎም ከፊቶም ድቕበልዎ ምስ እምነቶም ንዕኦም እዩ ማ ካነ ሓዲሰን ዩፍተራ እዚ ቁርኣን እዚ እኮ ወይ ዝቐሰስ መጽዩ ዘሎ እኮ ኣብዚ ናይ ልበወለድ ኣይኮነን ወላኪን እንታይ ደኣሉ ተስዲቅ ኣለዚ በይነ የደይህ ቅድሚ ሕጂ ተረከበ ብሓቂ ንዕኡ ደረጋግጽን ደተኣማምንን ክኸውን ከሎ ወተፍሲለ ኩሊ ሸይእን ኣተንቲኑ ብሓቂ ተረከበ ድገልጸልካ ወሁዳ ንዓና ከኣ ነቶም ነዚ ነገር እዚ ርኢና ከኣ መገዲ ንምራሕ ሁዳ ንረክበሉ ናብ ቅኑዕ መገዲ ንሕዘሉ ወራሕማ ነቲ ሙእሚንን ከኣ ንራሕማ ነዚ ነገር እዚ ክኸውን ከሎ ንመን እዩ ግን እዚ ንኹሉ ህዝቢ ድዩ ላእ እንታይ ኢሉ ረቢ ዓጽይዋ እዛ ኣያ እዚኣ ወሁደን ወራሕመተን ሊቀውሚ ዩእሚኑን ነቶም ናይ ብሓቂ ሓደ ረቢ ፈጣሪኦም ኣሚኖም ንዖኦም ድመጸ እዩ እዚ ቀሰስ እዙይ ጠይብ ኣብ ቀሰስኦም እንታይ ክንረክብ ኢና እንድሕር ኢልና غራኢብ ሓንጎልካ ክቕበሎ ክስወሮ ዘይክእል ከምኡ ውን ሙዕጅዛት ተኣምራት ደሎ ኣብ ቀሶስ ናይ ኣንብያ ደንብብ ወዲ ሰብ እንታይ ይኸውን እንድሕር ኢልና የስብር ዓለ ዲን እዚ ዲን ምሓዝ ቀሊል ነገር ኣይኮነን ብፍላይ እኳ ኣብዚ እዋን እዚ በጺሕናዮ ደለና ቀሊል ነገር ስለ ዘይኮነ ነዚ ዲን ክትሕዞ እንድሕር ኮንካ ሰብሪ የድልየካ ማለት እዩ ከምቲ ረሱል ስለ ላ ሰለም ዝሓበሩና ኣብ ግዜ ክመፅእ እዩ ዲኑ ድሕዝ ሰብ ከምዚ ሓዊ ጨቢጡ ድሕዛ ወይ ፈሓም ተቓፀለት ጨቢጡ ድሕዛ ክኸውን እዩ ኢሎም ከምኡ እውን ነዚ ቀሰስ ናቶም ምቅራእ ቀጥ የብለካ እቲ ልብኻ ማለት እዩ ዝኾነ ይኹን ፀላኢ ፈንተት ኣየብለካ ድኾነ ይኹን ተተባኣሰካ ኣብ ኢማንካ ሰጥ ደብለካ ወላ ሰብ ጸሪፍካ ወላ ኣናሽይካ ነቶም ናይ ኣንብያ ቀሳስ እንዳራኣኻ ድምብርጽ ከይበለካ ኣብዛ ዓለም ክትንቃሳቀስ ምስ ኢማንካ ትኽእል ኢኻ ማለት እዩ ዒብራ ሊኡሊል ኣልባብ ከምኡውን ክመጸና እዩ እቲ ቀሳስ ናቶም ክንደይ በላእ ደሕለፉሉ ኣንብያእ ተመሪጾም ከለዉ ካብ ረቢ ካብ ልቢ ተራኢኹም ከለዉ ኢብትላኣት ተጓነፎም ከምእውን ሓደ ክልተ ነብያት ዱዓእ ኢዶም ኣልዒሎም ንረቦም ክልምኑ ከለዉ ረቢ ከኣ ንዕኦ ሰሚዑ መልሲ ክህቦም ከሎ ከምእውን ክንሰምዕ ኢና ክንርኢ ኢና ከመይ ገይሩ ኣላሁ ጀለ ጀላሉሁ ልኡኻት ይልእኽ ነይሩ ነብያት ብዙሓት ነብያት ከምዝለኣኸ

ከመይ ጌሩ እዩ ረቢ እዛ ዓለም ፈጢርዋ ምኽንያቱ ቀዳማይ ፍጡር ክትፈልጥ ተኾንካ ናይ ረቢ ክእለት ኣፈጣጥራ ክትርኢ ኣለካ ማለት እዩ ኣላሁ ተዓላ ሰማይ መሬት ላዕሊ ይኹን ታሕቲ ዝፈጠረ ከምኡ ውን ዓርሽ ወልኩርሲ ዝፈጠረ ቀዳማይ ዝኾነ ረቢ ህወል ኣወሉ ዝነበረ ቀዳማይ ዝነበረ ብዛ ዓለም እዚ ከም ምዃኑ ክንፈልጥ ኣለና። ኣብ ርእሲኡ ድማ ኣላሁ ተዓላ ሸምስ ወልቀመር ወልኢንሳን ወልጅን ኣዘላም ወኑር ኣልኣርዋሕ ናይ ኩሎም ዘሎ ከም ዝፈጠሮ ረቢ ክንፈልጥ ኣለና። ኣላሁ ተዓላ ከኣ ካብቲ ህዝቢ ዝፈጠሮ ይኹን ካብቲ ድኻልእ ዝፈጠሮ

ሰሚዕ በሲር ልኾነ እዩ ጎይታ ጀላ ጀላሉሁ ስለዚ ንዕኡ ኣላህ ድመስል ከም ደየለ ፍለጡ። ብዛዕባ ቅሳ ናይ ቅድሚ ነቢ ምእታውና ከምዚ ድዝክሮ ዘለኹ ብዛዕባ ምንታይ ክንዛረብ ኢና ንብል ኣለና ብዛዕባ ኣፋጣጥራ ናይ ረቢ ኣላሁ ጀለ ጀላሉሁ ከምዚ ድበልክዎ ኩሉ ነገር ክፈጥር ከሎ እዚ ነገር እዚ ላዕሊ ይኹን ታሕቲ ክፈጥር ከሎ እንታይ ይብለና ኣሎ ማለት እዩ ረቢ ኣብዚ ነገር እዚ ክንሰምዕ ናይ ግዲ ንኸውን ማለት እዩ